ኣመራርሓ ሓይልታት ሰላም ካብ ዓፋር ናብ ትግራይ ተመሊሶም ብኣባላት ስምረት ኣብ ማሕበራዊ ሚድያ ዝውዝዑ ሓበሬታታትን ሓሳባትን ከምዘይውክልዎ ውድብ ስምረት ገሊፁ። ሰራዊት ብልፅግና ካብ ክልል ኣምሓራ ምንቅስቓሱ ስግኣት ፈጢሩ ከምዘሎ ተገሊፁ። ብልፅግና ብዘይሰራዊት ዓዲ ክመሓደር ከምዘይክእል ግልፂ እናኾነ ይኸድ'ሎ። ሰላም ከመይ ዊዒልኩም ዝኸበርኩም ተኸታተልቲ ቃርፋ ሚድያ ዜናታትና ናባኹም ንምብፃሕ ተዳልየ ኣለኹ ሓቢርኩም ንፅንሑ ሰናይ ምክትታል ክኾነልኩም ተመንየ። ኣመራርሓ ሓይልታት ሰላም ካብ ዓፋር ናብ ትግራይ ተመሊሶም። ነባር ኣዛዚ ክፍለ ሰራዊት ምብራቕ ግንባር ፍቓዱ ግደይን ሓላፊ ሎጂስቲክስ ክፍለ ሰራዊት ምብራቕ ግንባር ሓጎስ ገብረመድህንን መቐለ ከምዝኣተዉ ተገሊፁ። ብተወሰኸ ንግዚኡ ስሞምን ሓላፍነቶምን ዘይተገለፁ ካልኦት ኣካላት እውን ናብ መቐለ ከምዝኣተዉ ዝረኸብናዮ ሓበሬታ የረጋገፅ። ነዚ ስዒቡ ላዕለዎት ኣመራርሓ እቶም ዕጡቓት ካልኦት ኣካላት ናብ ትግራይ ከይምለሱ ጥቡቕ ክትትል ይግበሩ። ምህላዎምን ገለ ካብኣቶም ከም ዝኣሰሩን ይሕበር። ቢሮ ሰላም ፀፅታን ትግራይ ኣፈላላይ ብሰላም ንክፍታሕ ሓዱሽ ፃውዒት ምቕራቡ ዝፍለጥ እዩ። ብመሰረት እቲ ፃውዒት ድዮም መፂኦም ወይስ ከምቶም ኣቐዲሞም ዝመፁ ቃልሲ እቶም ዕጡቓት ስለዝተጨውየ ዛጊድ እቶም ኣመራርሓ ዝበልዎ ነገር የለን። ብኣባላት ስምረት ኣብ ማሕበራዊ ሚድያ ዝውዝዑ ሓበሬታታትን ሓሳባትን ከምዘይውክልዎ ውድብ ስምረት ገሊፁ። ካብ ውድብ ዴሞክራሲያዊ ስምረት ትግራይ ዝተውሃበ ሓበሬታ። ብዝብል ዝተውሃበ መግለፂ፣ ውድብ ዴሞክራሲያዊ ስምረት ትግራይ ኣብ ህዝብና ኣጋጢሙ ዘሎ ዝተሓላለኸ ፀገም ዝፍታሕ ብሰላማውን ዴሞክራሲያውን ንኹሉ ደቂ ብሄር ማእኸል ዝገበረ ቃልሲን ልዝብን ከምዝኾነ ብፅኑዕ ይኣምን። ነዚ ንምትግባር እውን ኣብ ሰላማዊ ፖለቲካዊ ቃልሲ ከምዝርከብ ይሕበር። እቲ ውድብ ኣብ መግለጺኡ፣ ሰላማዊ ቃልሲ እናካየደ ከምዝርከብ ዋላ ድኣ ይግለጽ እምበር፣ ኣባላተይ ዝብሎም ኣካላት ኣብ ዓፋር ምስ ዝርከቡ ንባዕሉ ሓይሊ ሰላም ትግራይ ኢሉ ዝገልጽ ተጠርኒፎም ዕጥቃዊ ቃልሲ ዘካይዱ ኣለዉ። ስምረት ኣብ መግለጺኡ፣ ብማሕበራዊ ሚድያ ንዝውዛዕ ሓበሬታ፣ ኣባላቱ እምበር ብዛዕባ ብረት ኣልዒሎም ዝቃለሱ ኣይውክለንን ይብል። ምስ እዋናዊ ኩነታት ተታሒዙ ብገለ ኣባላትን ኣመራርሓን ውድብና ኣብ ማሕበራዊ ሚድያ ዝውዝዑ ፅሑፋት ይኹን ሓሳባት ንውልቀ ፅሑፋቶም ወይ ተዛረብቶም ምበር ንውድቡ ዘይውክሉ ምዃኖም ጥራሕ እዩ ሓቢሩ። ካብዚ ሓሊፉ እቲ ውድብ ንውድቡ ዝምልከት ቅዋምን መግለፅን ብስሩዕ ናይ ውድብና ድሕረ ገፅን ብስርዓት ሚድያታት ዝግለፅ ምዃኑ ይረድእ። ኩሎም ወገናት ካብ ሕርፍፍ ፖለቲካዊ ጎስጓስ ቆጢቦም ንህዝቢ ትግራይ ናብ ንቡር ናብርኦም ዝምልሰሉ፣ ርግኣት ዝሰፍነሉ፣ ሰላም ዝሰብኩን ዳግመ ህንፀትን ሕውየትን ኣብ ዝሰላሰለሉ ጎስጓሳት ክዓስሉን ጥጡሕ ባይታ ክፈጥሩ እውን ይፅውዕ። ኣባላቱ ካብ ዝሓርፋ ፖለቲካዊ ገስጋስ ክቑጠብ ዝጽውዕ ሓሳብ ግን ኣብቲ መግለጺ የለን። ንኣመራርሓ እቲ ውድብ ንጌታቸው ረዳ ሓዊሳ ኣብ ኣብዝሓ ኣባላት ውድብ ስምረት ከምቲ ሓዲገሞ ዝኸዱ ናብ ነባር ውድቦም ናይ ህልኽ ፖለቲካ መንገዲ ክኽተሉን ሓድነት ህዝቢ ዝዘርጉ ንጆናሳይደር ኣብዪ ዘጣቕዑ ኮይኖም ኢኻ ትረኽቦም። እቲ ውድብ ሕዚ ሰላማዊ ቃልሲ ዝመርጸሉ ምኽንያት እንታይ ምዃኑ ግን ክሳብ ሕዚ ግልጺ ኣይኮነን። ሰራዊት ብልፅግና ካብ ክልል ኣምሓራ ምንቅስቓሱ ስግኣት ፈጢሩ ከምዘሎ ተገሊፁ። ውድብ ብሄራዊ ምንቅስቓስ ኣምሓራ፣ ኣብን፣ ኣብዚ ቀረባ እዋን ሓይልታት ምክልኻል ኢትዮጵያ ካብ ገለ ከባቢታት እቲ ክልል ብምንቅስቓሱ ሰብኣዊ ቅልውላውን ፀጥታዊ ሃጎፍን ፈጢሩ ከምዘሎ ገሊፁ። ኩነታት ፀጥታ ክልል ኣምሓራ ብተዛማዲ ርጉእ ኮይኑ እዩ ፀኒሑ ዝበለ እቲ ውድብ፣ ኣብ ቀረባ እዋናት ዝግበሩ ዘለዉ ወታደራዊ ምንቅስቓስ ስዒቡ ግን ኣብቲ ክልል ስግኣት ፈጢሩ ከምዘሎ ኣፍሊጡ። እቲ ውድብ ኣብ መግለጺኡ፣ ፈጻሚ ስራሕን ኣብን ኣብ እዋናዊ ኩነታት ኣመላኺቱ ዝካየድ ዘሎ ንጥፈታት ብኸልኦት ሓይልታት ይጭወ ኣሎ ብምባል ፖለቲካዊ ፍታሕ ክወሃቦ ጸዊዑ። ሕጽረት እኹል ሓይሊ ጸጥታን ኣኽበርቲ ሕግን ንህዝቢ እቲ ክልል ልዑል ዋጋ ይኸፍሎ ከምዘሎ እውን ኣፍሊጡ። ከምኡ'ውን ኣብን ኣብቲ ክልል ይንቀሳቐሱ ንዝበሎም ዕጡቓት ሓይልታት ንህዝቢ እቲ ክልል ከምኡ'ውን ንመንግስቲታት ኣምሓራን ፌደራልን ጻውዒት ኣቕሪቡ። ኣብቲ ክልል ዝንቀሳቐሱ ዘለዉ ኣብ ቀረባ እዋን ከም ዝተወሃሃዱ ዝገልጹ ዕጡቓት ፋኖ ኮይኖም፣ እቲ መግለጺ ስም እቶም ዕጡቓት ከይጠቐሰ ገለ ክስተታት ኣቕሪቡ'ሎ። እቲ ውድብ ኣብቲ ክልል ዝካየድ ዘሎ ዕጥቃዊ ምንቅስቓስ ንቓልሲ ህዝቢ ኣምሓራ ዘይማእኸልን ጉዳያቱ ካብ ስርዓታዊ ቅርፂ ዝወፅእን እዩ ክብል ከሲሱ። ብተወሳኺ ኣብ መግለፂኡ ፖለቲካ ጎንፅን ኲናትን ንመሰረታዊ ሕቶታት ህዝቢ ክልል ኣምሓራ ምላሽ ከም ዘይመፅእ ሓቢሩ። ኣብቲ ክልል ንዝንቀሳቐሱ ሓይልታት ኣብ ዘስመዖ መልእኽቲ ብስም ህዝቢ ኣምሓራ ዝካየድ ዘሎ ኣዕናዊ ንጥፈታት ብኢድ ከዳዓት እናተመንዘዐ ይካየድ ኣሎ ክብል ከሲሱ። ህዝብና ነዚ ታሪኻዊ ቅልውላው ንምብዳህ ዝገብሮ ዘሎ ቃልሲ ኣሐልዩ ክቕፅል እንደሊ መንግስታት ፌደራልን ክልል ኣምሓራን ሕጋውን ፖለቲካውን ሓላፍነቶም ክዋፅኡ ኣቐዲሙ ዘቕረቦ ፃውዒት ደጊሙ ገሊፁ። መንግስታት ፌደራልን ክልልን ነቲ ጉዳይ ፍሉይ ቆላሕታ ክግበረሉ ዝጽውዕ ኣብ ንህዝቢ ባዕሉ ሰላሙ ምእንቲ ክኽበር ትካላዊ ስራሕቲ ምሕያል ብምክያድ ድሕነት ደቂ ሰባት ናይ ምሕላው ሓላፍነቶም ክዋጽኡ ኣተሓሳሲቡ። እቲ ውድብ ምስ ታሪኻዊ ጸላእቲ ዝተሰለፉን ኣብ ልዕሊ ህዝቢ ዘይዕረ ክሕደት ዝፍጽሙን ሓይልታት ድሕሪ ምባል ምስ ነባር ጸላእቲ ዝገብሮ ዘሎ ዘይተቐደሰ ርክባት ይካየዱ ከምዘለዉ ይኸስስ። ነቶም ፀላእቲ ዝበሎም ኣካላት ስሞም ግን ኣይጠቐሰን። እዚ ከምዚ ኢሉ እናሃለወ ቢሮ ሰላምን ፀፅታን ክልል ኣምሓራ ግን ብሰሉስ ሰለስተ ለካቲት ኣብ ዘውፅኦ ሓበሬታ ኣብ ክልል ኣምሓራን ኣብ መላእ ኢትዮጵያን ዝካየድ ዘሎ ግጭታት ካብ መቐለን ኣስመራን መሪሕነት ሎጂስቲክስን ይወሃብ'ሎ ክብል ብቑልዕ ከሲሱ። ህዝባዊ ወያነ ሓርነት ትግራይ ብወገኑ መንግስቲ ፌደራል ሰራዊቱ ናብ ክልል ትግራይ የፀግዕ ከምዘሎ ብምግላፅ ናብ ትግራይ ዘነፃፅር ሓዱሽ ወታደራዊ ምድላው ይግብር ከምዘሎ ሓቢሩ እዩ። ኤርትራ'ውን ነቲ ብኢትዮጵያ ዝቐረበ ጥሕሰት ላእለዎት ግዝኣት ኢትዮጵያ ምድጋፍ ዕጡቓት ሓይልታት ዝኸስስ መግለጺ ናይ ሓሶት ጠቐነ ኢላ ብምግላጽ ንጥጃ ዕላማ ዝተፈብረኸ፣ ብቓንኡን ትሕዝትኡን ዘስደመመ ክትብል ምንጻጋ ይዝከር። እዚ መግለጺታት ዝወጽእ ዘሎ ኣብ መንጎ ኣዲስ ኣበባን መቐለን ብሓደ ወገን ኣብ መንጎ ኣስመራን ኣዲስ ኣበባን በቲ ካልእ ወጥሪ እናዓረገ ኣብ ዝካየድ ዘሎ እዋን እዩ። ብልፅግና ብዘይ ሰራዊት ዓዲ ክመሓደር ከምዘይክእል ግልፂ እናኾነ ይኸድ ኣሎ። ሰራዊት ብልፅግና ዘለዎ ዕጥቅን ስንቅን ፅዒዓዒኑ ብኹሉ ኣንፈት ናብ ትግራይ ይታመም ኣሎ። ብኣንፃሩ ሓዲጉዎም ዝመፀ ከባቢታት ከተማታት ክልል ኣምሓራ ፋኖ ክቆፃፀሮም ጀሚሩ። ዛጊድ ድማ ንባህርዳር ቀረባ ዝኾነት ጭስ ኣባይ ተቆፃፂሩ ኣሎ። ብተወሳኺ ከተማ ደብረታቦር ኣብ ኢድ እቶም ሓይልታት ዝኣተወት ኮይና ኣብታ ከተማ ዝነብሩ ኣስራት ተፈቲሖም ኣለው። ኣመራርሓ ብልፅግና ዝኾነ ኣካላት ናብ ከተማ ኣዲስ ኣበባን ባህርዳርን ኣብ ምህዳም ይርከብ። በዚ ድማ ካብ ወረዳ ክሳብ ዞባ ዘለው ኣመራርሓ ከባቢኦም ብወንጭፍ ደብዳቤ ከመሓድሩ ጀሚሮም ኣለው። ኤርትራ ብግዕዝይና ካብ ቀዳሞት ሃገራት ሓንቲ ኮይና። ኣብ መላእ ዓለም ኣብ መንግስታዊ ኣገልግሎት ዝፍጸም ዓመታዊ ግዕዝይና ዝከታተል ትራንስፓራንሲ ኢንተርናሽናል ናይ ክልተ ሽሕን ዒስራን ሓሙሽተን ደረጃ ግዕዝይና ዕላው ገይሩ። እቲ ጸብጻብ ሚእትን ሰማንያን ክልተን ሃገራት ዝሰርዐ ክኸውን ከሎ፣ ንኤርትራ ካብተን ኣዘየን ብሰፊሕ ግዕዝይና ዝተራእየለን ቀዳሞት ሃገራት ሰሪዕዋ። ኢትዮጵያ ምስ ጎረባብታ ሃገራት ብመንጽር ኣብ ዝሐሸ ቦታ ተቐሚጣ ኣላ። ብመሰረት ዓመታዊ መዐቀኒ ኣረኣእያ ግዕዝይና ትራንስፓራንሲ ኢንተርናሽናል፣ ኢትዮጵያ ካብ ሚእትን ሰማንያን ክልተን ሃገራት ኣብ መበል ቴስዓን ሸድሽን ደረጃ ትርከብ። ኢትዮጵያ ኣብ ክልተ ሽሕን ዒስራን ሓሙሽተን ኣብ ዝተኣከበ መዕቀኒ ኣረኣእያ ግዕዝይና ሰለሳን ሸሞንተን ነጥቢ ካብ ሚእቲ ብምምዝጋብ ካብቲ ዓለማዊ ማእኸል ውፅኢት ኣርባዓን ክልተን ካብ ሚእቲ ዝወረደት ኮይና ትርከብ። ኤርትራ ዓሰርተ ሰለስተ ካብ ሚእቲ ብምርካብ ካብተን ብግዕዝይና ኣብ ዝኸፍኣ ደረጃ ዝርከባ ሃገራት ሓንቲ ኮይና፣ ኬንያ ሰላሳ ካብ ሚእቲ፣ ሱዳን ድማ ዓሰርተ ካብ ሚእቲ ብምምዝጋብ ዳርጋ ኣብ ተመሳሳሊ ደረጃ ይርከባ። ካልኦት ሃገራት እዚ ዞባ ዝኾና ሶማልያን ደቡብ ሱዳንን ትሽዓተ ካብ ሚእቲ ነጥቢ ብምምዝጋብ ካብ ሚእቲ ሰማንያን ክልተን ሃገራት ኣብ መወዳእታ ተሰሪዐን ይርከባ። ማእኸላይ ነጥቢ ሃገራት ትሕተ ሰሃራ ኣፍሪቃ ሰላሳን ክልተን ካብ ሚእቲ ኮይኑ፣ ናይዘን ሃገራት ቀርኒ ኣፍሪቃ ነጥቢ ኣዝዩ ዝወረደ ደረጃ ኮይኑ ተመዝጊቡ። እዚ ትራንስፓራንሲ ኢንተርናሽናል ዝተባህለ ትካል ዓመታዊ ብግዕዚ ንሃገራት ንምዕቃን ኣርባዕተ መሰርት ከም ዘካይድ ይገልጽ። መማረጺ ምንጪ ሓበሬታ፣ ነቲ ምንጪ ሓበሬታ ዳግማይ ምሕሓይ፣ ነቲ ዝተዓቀነ ሓበሬታ ምቕማር፣ ነቲ ዘይርጉጽ ሓበሬታ ወይ ሃገፋት ምግላጽ ድማ የጠቓልል። እዚ ካብ ዓሰርተ ሰለስተ ምንጭታት ሓበሬታ ዝኣከበ ትካል ኣብ ህዝባውያን ወሃብቲ ኣገልግሎት ንዝረእ ዝተፈላለየ ግዕዝና ዝቕምር ኮይኑ፣ ብላዕ ገንዘብ ህዝቢ ናብ ካልእ መዓላ ምውዓል፣ መንግስታዊ ኣብያተ ጽሕፈት ንውልቃዊ ረብሓ ምጥቃም፣ ብወገንነት ኣድልዎ ምክያድ፣ ንግላዊ ረብሓ ብዝጥዕም ሃገራዊ ውሳነ ምሕላፍ፣ ወዘተ ዝበሉ ጸብጻባት የመላኽት። ኤርትራ ንሓበሬታ ዕጽውቲ ተባሂላ ስለ እትውቀስ፣ እቲ መረዳእታ ዝተኣከበሉ ኣገባብ ዝተገለጸ ግን የለን። ኢትዮጵያ'ውን ክንደየናይ እያ ከፍቲ ዘተሓታትት ጉዳይ እዩ። ትራንስፓራንሲ ኢንተርናሽናል በቲ ሰለስተ ለካቲት ክልተ ሽሕን ዓሰርተ ሸሞንተን ዓመተ ምሕረት ዝዘርግሖ መዐቀኒ ኣረኣእያ ግዕዝይና ኣብ ክልተ ሽሕን ዕስራን ሓሙሽተን ዝተኣከበ መረዳእታ መሰረት ዝተሰናደኣ ምዃኑ እዩ ዝገልጽ። በዚ መሰረት ብዙሓት ሃገራት ትሕቲ ሳህራ ኣፍሪቃ ብመንጽር ግዕዝይና ዝገደዳ ሃገራት ዓለም ምዃነን ይሕብር። እቲ ጸብጻብ ከም ዘማላኽቶ መብዛሕትኣን እተን ኣብቲ ጸብጻብ ዝተኻተታ ኣርባዓን ትሽዓተን ሃገራት ኣፍሪቃ፣ ካብ ክልተ ሽሕን ዓሰርተ ክልተን ጀሚረን ምንቁልቋል ከም ዘርኣያ ይሕበር። ኣብቲ ናይ ክልተ ሽሕን ዕስራን ሓሙሽተን ደረጃ ካብ ኣርብዓን ትሽዓተን ሃገራት ኣፍሪካ እተን ኣርባዕተ ጥራይ እየን ልዕሊ ሓምሳ ነጥቢ ዘመዝግባ። ሶማልያን ደቡብ ሱዳንን መበል ታሽዓይ ክኾና እንከለዋ ኤርትራ መበል ዓሰርተ ሰለስተ ሱዳን ድማ መበል ዓሰርተ ኣርባዕተ ደረጃ ሒዘን ኣለዋ። ብደረጃ ዓለም ዘውሓደ ደረጃ ብልሽውና ዘለወን ሃገራት ዲንማርክ፣ ፎንላንድን ኒውዘላንድን እየን። ኣብዚ ፀብፃብ ዲንማርክ ሰማንያን ትሽዓተን፣ ፋንላንድ፣ ሰማንያን ሸሞንተን፣ ሳንጊፓር፣ ሰማንያን ኣርባዕተን፣ ኣብ ምቁጽጻር ብልሽውና መሪሕ ደረጃ ዝሓዛ ኮይነን፣ ካብተን ሓያልን ዝበሃላ ሃገራት፣ ኣሜሪካ ስሳን ኣርባዕተን፣ ቻይና ኣርባዓን ሰለስተን፣ ሩስያ ዕስራን ክልተን ደረጃ ኣመዝጊበን ኣለዋ። ዜናታትና ነዚኦም ይመስሉ ነይሮም። ሓቢርኩምና ስለዝጸናሕኩም የመስግን። ሰላም።